ሶ ሰላም ሰላም ዝገዛይ ገዛኩም ዩ ኣሚቼ ሃፍትኩሜ ሎማዓልቲ ናይ ክሪስማስ መግቢ ኮፍ ኢልና ኣብዚ ምስ ስድራ ቤት ክንበልእ ኢና ከምዚ ክትሪእዎ ናይ ሽወደን መግቢ እውን ስልችው ኢልና ብስራሕ ምፅዋእ እዚ ናይ ጁልቡርድ ዝበሃል ማለት እዩ ናይ ክሪስማስ ግብዣ ብስራሕ ትፅዋእ ትብላእ ትበልእ ሓደይ ጋብዘካ ትበልእ በቃ እቲ ቅንያት ይስልችወካ እዩ ግን ንሕና ድማ ከም ባህሊ ሒዝናዮ ስለ ዝኮና ኣብዚ ስለ ንነብር ከምዚ ኢልና ከነምሲ ኢና መጀመርያ ክንበልእ ኢና ካብኡ ጊፍት ክንከፍት ኢና ሽው ከሪኤኩም እየ ርሁስ ናይ እረፍቲ ግዜ ርሁስ ልደት ኣይብለኩምን እየ ናትና ልደት ክመፅ እዩ ዝመፅእ ሰሙን ክልተ ሰሙን ማለት እዩ ሽኡየ ርሁስ ልደት ዝብለኩም ሎሚ ግን ሰቂልና ዕረፍትና ኣብ ገዛና ከመይ ጌርና ውኢልና ከርእየኩም እየ ምሳይ ክትፀንሁ ኢኩም ማ ኣብዚ እ- እ- ኩንካ ኣሎ ኣብዚ ላክስ ኣሎ ፕሪንስ ኮርቭ ኣሎ ሾት ቡላር ኣሎ እዚ ኤግ ኣሎ ምስ ዲልን ማይኖይዝን ኣብዚ ብሪስል ኮል ኣሎ እዚ ብሪስል ኮል ብዙሕ ኣይጥዑምን እዩ ግን ክጥዕመልና ኢልና ኩካ ክንገብሮ ኮለና ከነብስሎ ኮለና ንእሽተይ ሲራፕ ወይ ድማ መዓር ንገብረሉ ጥኡም ይከውን ኣብዚ ድማ ሲል ኣለና እዚ ናይ ሽጉርቲ ሲል እየ ዝፈቱ ኣነ ሎክ ሲል ማለት እዩ ክንበሊ ኢና ኣብዚ ዮሃንሶን ኣሎ እዚ ብኣንቾቪስን ድንሽን ዝተሰርሐ ማለት እዩ ስዋይ ኣብዝላ ስዋይ ኣላ ክሰትየላ ቀኒየ ዘረኣኩኩም ስዋ እንደገና ድማ ንኣጋይሽ ድማ መሓዙት ነይሮምኒ ንኦም ድማ ሓሓንቲ ጥርሙዝ ሂበዮም ሰለስተ ጥርሙዝ እየን ነይረን እዚኤን ኣለዋ ነታ ስዋ ስርህዋ ብጣዕሚ ክትፈትውዋ ይኩም ቃል ይኮነኩም ማለት እዩ ስርሕዋ ጣዕምዋ ሂወት ተቃልለልና እያ ሕጂ ከምዚያ ጌርና ኣብዚ ሽምዓና ወሊእና ክንበል ኢና ምሳይ ፅንሑ ኦኬ ከምዚኣ ኣብ መኣዲ ተቀሪባ ኣላ ኣብዚ እንቋቁሖ ኣላ ዮሃንሶን ኣሎ ብ- ሬቤቱር ኣሎ ናይ ቀይሕ ሱር ሾት ቡላር ፕሪንስ ኮርቭ እ፣ ኩንካ ላክስ እ፣ በዚ ኣሎ ሲል በዚ ኣሎ ብሪስል ኮል ነዚ የን ሕጂ ስዋ ኣሎ በዚ ስዋ ኣሎ ነዚኤን ሕጂ ኣብዚኣ ክንድረር ኢና ምሳይ ጽኑ ሕራይ ሕጂ በሊእና ኢና ከም ዝረኣኩሞ ማለት እዩ ጊፍቲ ገፍ ከፊትና ንዓይ ዝሃበኒ ዝተሃበኒ ጥራይ ከርእየኩም ድማ ደስ ኢሉኒ ኣብዚ ከም መዘናግዒ ክንጥቀመሉ ኢልና ኮፍ ኢልና ናትና ወዲእና ኢና ናትና ፕሮሰስ ኩሎም ቆልዑ ነናቶም ሂዞም ከይዶም እዮም ኣብዚ ድማ ኣነ ንዓይ እንታይ ተዋሂበ ምሳኩም ኮይነ ከፊተዮ እየ ገሊኡ ግን ምሳኩም ኮይነ ክሪኦ ድማ ደስ ስለ ዝበለኒ ከሪኤኩም እየ ኣብዚያ ሓንቲ ኣላዳን ቸኮሌት ኩሉ ግዜ ቸኮሌት ኩሉ ሰብ ኣቕሙ እዩ ህያብ ምሓብ ናይቲ ዋጋ ወይ ናይ ክብሪ ኣይኮነን ነቲ ነ- ነቲ ሰብ ምዝካር ማለት እዩ ነቲ ሰብ ዋላ ንምንታይ ሃንቲ ንእሽተይ እ፣ እንታይ እሞ ክንብል መርፍእ ዘይትከውን ወይ ድማ ሃንቲ ናይ ኢድ ክሬም ዘይትከውን ግን ነቲ ሰብ ምዝካርካ ደስ ይብለካ እዩ ማለት እዩ መሃብ ክትሕብ ኮለካ ከ- ክትወሃብ ምኳኑ ፈሊጥካ ድማ ክትሕብ ኣለካ ማለት እዩ ስለዚ ብከምኡ ኢና ንኣምን ቅድም ቆልኦ ከለዉ ብዙህ ንወሃሃብ ነርና ሕጂ ግን መኪና ኢና ቆልኦ ትም እንዳጎበዙ ስለ ዝኾኑ ናይቶም ናቶም ድሌት ድማኒ ባዕሎም ክገዝኡ ደስ ዝበሎም ክገብሩ ማለት እዩ ሎም መዓልቲ እጂ እዚኣ ኣላዲን መፅያ ስኒ ቸኮላት ኣብዚያ ማላ ካል ዓይነት ቸኮሌት እዚኣ ሓደ መማሓዛ እዩ ብማኪና መፂኡ ኣቀሚጡለይ ከይዱ ማለት እዩ ራእዩ ህጂ እቲ መሓዛይ መፂኡ ኣቀሚጡለይ ከይድ ከሎ ሂቡኒ ጉጁል ኢሉ ከይድ ከሎ እዚኣ ኣብ ነገር ኣይኮነትን ግን እቲ ሓሲቡ ንኣይ ሃሲቡ ምሕሳቡ መጺኡ ኣብዚ ጉጁል ምባሉ ሜሪ ክሪስማስ ምባሉ ክብረት ይሕብ ማለት እዩ እቲ ሰብ ከም ዝዝክረካ ብልቢ ከም ዝፈትወካ ስትፈልጥ ማለት እዩ ሕያብ ናይ ፍቅሪ ምልክት እዩ እ፣ ካልእ ድማኒ ኣብዚኣ ድማ ኣላ ካብ ጓለይ ዝመፀትኒ እዚኣ ድማኒ ሪኤያ እየ ኣነ ጨንየያውን ነይረ ካብ ሩታል ድኳን እዚኣ ክሬም ማለት እዩ ናይ ገ- ናይ ነብሲ ክሬም እጄ ከፊተያ ራእይዋ እጄ ከፊተያ ከምዚ ክጥዕማ ኢለ ክጥዕም መዓት እዩ እዚ ሓዲሽ ዝመፀ እዩ ኣብ ሩታል ሓዲሽ ዝመፀ ጨና እዩ ጨና ዝብለኩም እቲ ሎሽን ሲ ካልእ ዓይነት እዩ ነይሩ ህጂ ግን እዚያ ድማ ሓንቲ ክሬት ገይሮም ኣምፅኦም ኣለው እዚያ ድማ መፅያትኒ ኣብዚያም ኣሎ ካብ ደቀይ እዚ ካብ ወደይ ራይዋ ክትጽብቅ እዛ ካክቱስ ናይ በለስ ገረብ ማለት እዩ እታ ኩባያ ክትጽብቅ መዓት እያ እዚኣ እውን ካብ ወደያ ንእሽተይ መጽሓፍ እያ ናይ ባጀት ወርሃዊ ባጀትካ ኣብዚ ትጽሕፍ ማማ እንታይ ከተጠፍእ እንታይ ሴፍ ትገብር ወይ ድማ እንታይ ትሕሽሽ በዚያ ወርሃዊ ትጽሕፎ ማለት እዩ እንድሕር ደሊካ ኣብዚያ ድማ ክልተ ሓደ ዓይነት ኣለዋ ከምዚኤን ማለት እዩ እዚኤን ኩባያ የን እንተደሊካ ትሰትየለን እንተደሊካ ከም ትራዲሽን ኮፍ ተብለን ማለት ከም እ፣ ፎርማ ኮፍ ተብለን እዚኤን የን ብጣዕሚ ኦሪጂናል የን ክፅብቃ መዓት እዚኣ ድማ ካብ ሓንቲ ጓለያ ኣብዚ ድማ እምባባ ባባ ድማ መፂኒ እምባባይ ኣይከፈትክዎን ኮፍ ምሰበልክዎ እዩ እዚ እውን ሰብ እዩ ኣቀቢልኒ ከይዱ ካብዞም መሓዙተይ ማለት እዩ ምሳኩም እየ ዝከፍቶ ዋው ቀጠልያ ናይ ጁል ደስ ዝብል በቃ ዲና

እዚኣ ፓስታ ትገብራ እኖይ ክትሰምጠኒ እያ እታ ንእሽተይ ክንገብር ኢና ዲና ሓንሳብዎ ኣብዚ ፅና እንክዚ እሳይ ገ- እቲ ቆፅሊ ኣፂሩ ኣብ ዳሕር ክገብሮ እየ ኦኬ ኣብዚ እንታይ ተሪፉኒ ኣሎ በቃ እዚያ ናይ ባጀት ኣብዚያ ድማ ኣላ ኣብዚያ ድማ ካብ ኖርወይ ተለኣይካትኒ ዝቀነየት ካብ ሰይቲ ሓወይ ማለት እዩ ንኣውን ከፊተ እያ ነይረ ትፈልጡ ይኩም ህውክ ህውክ ኢና ንብል እዚያ ጨና ሰዲዳትለይ ሰይቲ ሓወይ ድማኒ ብጣዕሚ ዝፈትዋ ዓይነት ጨና

ጨና ፎቲ ኣነ እውን ጨና ፈታዊት ጓል እየ ብዝኮነ የቀኒየለይ ቲቲ ካብ ኖርወይ ዝመፅኣትኒ እያ እዚኣ ቀኒያ መፅያ ቀኒያ ሲ ተሃዊከስ እንታይ እያ ኢለ ከፊተያ ከም ትፈልጥዎ በዚያ ንነብሰይ ድማኒ ብቀዳማይ ድኳን ከይደ ዜሬ ዜሬ እንታይ እዩ ዝገዝእ ኢለ ነዞም ደቀይ ክገዝእ ከለኩስ ንኣይ እንታይ እዩ ዝገዝእ ኢለ ባዴላ ካብ ሰርቬራ የገዝእዮ እዚ ሰርቬራ ዝብል ድኳን ትሽዓተ ሚእትን ሓምሳን ነይሩ ኣርባዕተ ሚእትን ሓምሳን ይሸጥዎ ነይሮም ነዚያ ገዝኤ ንነብሰይ ድማ ባዴላ ገዝኤ ከምኡ እዩ በቃ መክኒካ ዝጠቅመካ ነገር ትገዝእ ማለት እዩ ንሱ እዩ ናይ ሎማዓልቲ ህያብና ኣብዚኣ እክብ ኣቢልና ደስ ዝብል መዓልቲ ውዒልና በሊእና ሰቲና ተኣኪብና ኩሉ ሰብ ርፍቲ እዩ ቅንያት እዩ ህጂ ከንዓርፍ ኢና ክፅብብ መዓት ይረእይዎ ናይ እዝነይ ከማን ናይ እዝነይ ከማን ከርእየኩም እስክ ወይ ወዲቃትኒ በዚያ በዚያ ዘላ ወዲቃ ራይዋ ናይ እዝነይ ናይ እዝነይ ከማን ናይ ክሪስማስ እዩ እቲኣትን እምበር ሓንቲ ወዲቃትን ኣብላ ሶ ከምዚያ ጌርና ናይ ክሪስማስና ኣርእየኩም ኣለኩ እዚ ድማ ገረብ ከርእየኩም እየ ተመሊሰ ዛሕዛሕ ኢሉ ዝገዛ ሓንሳብ እዛ ካሜራ ክቅይራ እየ እዚ ዝተዋሃበኒ ሕያብ ዘረኣኩኩም ማለት እዩ እዘን ኩባያታት ብጣዕሚ እየ ፈትየየን ኣብዚ ኩሉ ነገር ዛሕዛሕ ኢሉ በስመኣም እዚኣ ናይ ናይ ክሪስማስ መስቀል ማለት እዩ ሎሚ ኣመት እታ ገረብ ኣይገበርናያን ከም ዝበልኩኩም እቲ ገረብ ኣይገበርናዮን እዚ ኢና ጌርናዮ እዚ ድማ ረእይዋ ኣብዚ ፌዝ ዝብል እምነት ዝብል ጽሒፍናሉ ማለት እዩ ነይሩኒ እምነት ዝብል ምስቲ መስቀል ፌዝ ኣብዚ ዘይተከፈተ ጊፍት ኣሎ ናይ ካልእ ሰብ እዩ ኩሉ ነናቱ ከፊት እዩ ናይ ዘየለ ሰብ እዩ ትያ ጊፍት ትያ ካልእ ግዜ ክወሃብ እዩ ከምዚያ ጌርና እ፣ እዚያ መስቀል ከም ዝትርእይዋ ሎ መዓልቲ ናይ ኮኮብ ክገብረላ ኢለ ነይረ እዚ ኮኮብ እ፣ ናይ ክሪስማስ ማለት እዩ ኣብቲ መስቀል ኮኮባት ኣሎ ቀያሕቲ እሱ ክገብረሉ ኢለ ግን ሎሚ ብከምዚ ንውዓል እሞ ፅባሕ ክገብረሉ ኢለ ኣለኩ ፅባሕ ምስ ቀየርክዎ ድማ ከሪኤኩም እየ ምሳይ ክፀንሒኩም ሎም መዓልቲ ግን እዚ ገዛይ ከፃራርዮ እየ መዓት ናይ ጊፍት ኣቁሑት መዓት ጎሓፍ ኣሎ ንሱ በቦትኡ ክገብሮ እየ ምሳይ ፅንሑ ሓራይ ናይ ሎምኣልቲ ናይ ክሪስማስ በዓል ቁርብተይ ኣርእየኩም እየ እዚኣ እያ ነይራ እዚኣ ሻርባ ናይ ኣስመራ እያ ቅድሚ ሕጂ ኣርእየኩም ነይረ ብጣዕሚ እየ ዝፈትዋ ብጣዕሚ ፋሽን እያ ኩሉ ግዜ ዘይትወድቅ ኣብዚ በቃ ብጣዕሚ ዋው ካበይ ገዚእክያ ገለ እዮም ዝብሉኒ ኣስመራ ክትከዱ ከለኩም እንዳ ኣስመራ ጎልፎ ብጣዕሚ ደስ ዝብል እዩ የማሙቀና እዩ ድማኒ ካብኡ እየ ገዚኤያ ምሳይ ስለ ዝጸናሓኩም የቀንየለይ ርሁስ ቅንያት ኣውደኣመታት ይኩነልና ንኩልኩም እፈትወኩም እየ ኣሚቻ ሃፍትኩም ብጣዕሚ እየ ዝፈትወኩም ንሎመዓልቲ ቻው